ስሚንቶ ስሚንቶ ስሚንቶ ብጣዕሚ ሓሪፍ ለሎ ሐዚ ስሚንቶ እዩ ደቂ ዓበይቲ ስሚንቶ ተንገዝእ ሰላም ሰላም ቤተሰብ ከመይ ኒኤኽን ዳሕና ድኾን ኣነ እግዚኣብሔር ይመስገን ሰላም እያ ነዚ ቻናል እዚ ሓደሽቲ ዝኾንኩም ኣሕዋት የማዓረይ ላይክ ሸር ሰብስክራይብ እናገበርኩም እና ናይ ሎሚ ቪድዮና ስሚንቶ ሓሸዋ እምኒ ናይ ገዛ መሳርሒ ክንደ እዩ ሃመ እዩ ዝበልክን ኣሕዋት የማዓረይ ሎሚ ቪድዮ ሒዘልክን መፅአ እኒኤኹ እና እውነት ልምንጋር ኣውዚ ሕዚ ሰዓት ገዛ ምስራሕ ብጣዕሚ ከቢድ እዩ ግን ንእሽተይ ግዴታ ስለልኾነ እና ቆንጆ ቆንጆ ዋጋ ሒዘ መፅእ እኒኦኹ ማለት እዩ እዚ ቪድዮ ተኸታተልኦ ኩሉ ርእዮ እምፅልና ብልበልክናን መሰረት ሒዘልክን መፅእ እኒኦኹ ንመጀመርታ ስሚንቶ ኢና ንርኢ ስሚንቶ ኣብ ውሽጢ ካብዞም ውሽጢ ተኾይኑ ሓደ ሽሕይ ሓምሳይ ማለት እዩ ኣብ ደገ ተኾይኑላ ካብዞም ነገዴ ሓደ ሽሒ ሓደ ሚእቲ ማለት እዩ ካብኡ ለላ ታይና ንርኢ ተንዲኖ ተንዲኖ በዓል ሸሞንተ ናይ ቱርክ እዩ በዓል ሸሞንተ ሸሞንተ ሚእቲ ኣርባዓይ ሓሙሽተይ በዓል ዓሰርተ ሓደ ሽሒ ክልተ ሚእቲ ሰማንያይ በዓል ዓሰርተ ክልተ ሓደ ሽሒ ሸሞንተ ሚእቲ ሓምሳይ በዓል ዓሰርተ ኣርባዕተ ክልተ ሽሒ ሓሙሽተ ሚእቲ ሰላሳይ በዓል ዓሰርተ ሽዱሽተ ደሞ ሰለስተ ሽሒ ክልተ ሚእቲ ሓምሳይ ማለት እዩ እዚ ቴንዲኖ ናይ ቱርክ እዩ ብጣዕሚ ሓሪፍ እዩ ካብኡ ለለ ተደሊኽን ለን ኣብ ውሽጢ ዓዲ እኒኦ እዩ ማለት እዩ እና ግን እዚ ናይ ቱርክ እዩ ግን ብጣዕሚ ሓሪፍ እዩ ኦሪጂናል እዩ ካብዚ ናይ ዓድስ ናይ ውጭ ይሐሽ ስለልወልን እየ ናይ ውጭ ሒዘ መፅያ ካብዚ ንዓድስ ናይ ውጪ ይሐሽ ስለልወልኒ ግን ድሕር ከምኡ ደሊክን ንዓድላ ትጨግር የብሉ ንዓድኒ እዩ ግን ከምዚ ጠንካራ እዩ ቆንጆ እዩ ስለልወሉ ናይ ውጪ ሒዘ መጽየ እኒኹ ማለት እዩ እዚኤን ኩለን በዓል ሸሞንተ በዓል ዓሰርተ በዓል ዓሰርተ ክልተ ኢለ ልነግረክ ኣለኹ ምእንቲ ደስ ዝበለካ ደለኻዮ እንትን ክትብል ማለት እዩ ካብኡ ለለ ሓሸዋ እዩ ሓሸዋ ፅቡቕ እዩ ቆንጆ ፅሩይ ሓሸዋ ሳላሳ ሸሞንተይ ንማኪና ሓንቲ ማኪና ሓንቲ ቢያጆ ካብኡ ለለ ፀፀር ማለት እዩ ሓምሳይ ሓሙሽተይ ንቢያጆ ግን እዚ ልለክን ለኹ ቆንጆ ቆንጆ እዩ ኦሪጂናል ደስ ዝሃሊ ፅቡቅ ካሊእ እኒኦ እዩ ካብኡ ለቃነሰ ግን ጥዑይ እዩ ቆንጆ እዩ እና ሓምሳይ ሓሙሽተይ ልቢያጆ ማለት እዩ ካብኡ ለለ እንታይ ኢና ንርኢ እምኒ እምኒ ንቢያጆ ወይ ከዓ ንሓንቲ ማኪና ክንደይ ይኾን ለደቂ ዓበይቲ ዒስራይ ሓደይ ዒስራይ ክልተየ ከባቢ እኒኦ ማለት እዩ ስራሚክ ናብ ውሽጢ ዓዲ ረሜንት ልበሃል ስሳ ብስሳ ሓደ ሽሒ ሓሙሽተ ሚእቲ ሰማንያ እዩ ናብ ውሽጢ ዓዲ ማለት እዩ ካብኡ ለለ ኣረርት ልበሃለ ናብ ውሽጢ ዓዲ ስሳ ብስሳ ሓደ ሽሒ ሽዱሽተ ሚእቲ ሰላሳይ ማለት እዩ ካብኡ ለለ ናይ ደገ ተደሊኽንለ ናብ ውጭ ማለት እዩ ክልተ ሽሒ ሓደ ሚእቲ ሰማንያ ይኒኦ ካብኡ ለለ ክልተ ሽሒ ሓምሳ ይኒኦ ካብኡ ለለ መዓረ ሰለስተ ሽሒ ሓደ ሚእቲ ይኒኦ ማለት እዩ እሱ ክከም ምርጫኽን ከም ደስ ዝበለክን ማለት እዩ ከምዚ ትሪኦ ኣለኹን ብጣዕሚ ብዙሕ ምርጫታት እኒኦ ካብኡ ለለ ናንውዓሉ ስማት እኒኦ ከምዚ ትሪኦ ኣለኽን ናንውዓሉ ኣሳሚ እኒኦ ማለት እዩ እዚ ከኣ ላውዙ መንደቅ ልልጠፍ እዩ ወይ ከኣ ስሙ ዝኩሉ ይበሃል ናይ ቻይና ተኾይኑ ሚእቲ ሓምሳይ ንካሬ ናይ ውሽጢ ዓዲ ተኾይኑ ግን ንካሬ ሚእቲ ሳላሳይ ማለት እዩ ደቂ ዓበይቲ ከምዚ ትሪኦ ኣለኽን ናይ ሎሚ ቪድዮየይ እዚ ይመስል ካብኡ ለለ ተደሊኽን ለ ካልኣይ ቪድዮ ክሰርሕ እየ ቆርቆሮ ኦማት ክንደይ ኢልክን ተደሊኽን ክሰርሓልክን ተደሊኽን ንገራኒ ክሰርሐልክን እየ ማለት እዩ እናተሪኦ ኣለኸን ናይ ሎሚ ቪድዮና እዚ ይመስል ማለት እዩ ከምዚ ትሪኦ ኣለኸን ኩሉ እዚ ብኩንዱ እዚ ማለት እዩ ካብኡ ለለ ቪድዮ ክሰርሕ እየ ናይ ገዛ ክንደይ ክላስ እዩ ሃመ እዩ ዝበልክናኒ እሱለ ክሰርሕ እየ እና ከምዚ ትሪኦ ኣለኸን በዓል ክንለ ኳልኩሌት ገበርኦ ማለት እዩ ሓደ ክላስ ቢያንስ ልሰረቱ ምስና ሽንትወቱ ሰለስተ ቢያጆ ይውድእ ኢሉ ካብኡ ለለ ምዙ ጸጸር ምዙ ሓሸዋ ኩሉ ኳልኩሌት ግበራ ኢኽን ደቂ ዓበይቲ ኩሉ ግዜ ሃመ እዩ እንታይ እዩ ኢልካ ልሰብ እንትን ልኽትብላ ከቢድ እዩ ብቻ ምስ ትሪኦ ኣለኽን በዓልኽን ለ መዝንኦ ማለት እዩ ከም ዝትሪኦ ኣለኽን ኩሉ ሒዘልኽን መፅኦ እኒኹ ልደለኽኖ ዓይነት ቪድዮላ ክሰርሓልክን እየ ናይ ሎሚ ግን ከመይ ርኢኽንኦ ርእቶኽን ኣብ ኮመንት ፀሓፋለ ኢኽን ምእንታይ ኣነለ ደስ ክብለኒ ምእንቲ ቪድዮ ክሰርሕ ምእንቲ ክብርትዕ ማለት እዩ ርእይቶኹም ኣብ ኮመንት ጽሓፉለይ እና ደቂ ዓበይቲ ልትገብሩለይ ርእይቶ ኮመንትኹም ኩሉ ነገር ብጣዕሚ እየ ለመስግን ካብኡ ልላ ኮመንት ይሓፅረኒ ኣሎ ይንእስ ኣለና ናርእኹም ምርኣይኩም ለይቃሪ ላይክ ሸር ሰብስክራይብ ናገበርኩም ምእንቲ ክረአ ሸር ናበልኩም ተሓዋወርኒ ማለት እዩ እና የቐንየለይ ብጣዕሚ እየ ለመስግን እቲ ቪድዮ ተፈቲኹምዎ ግን ሃምዝለኩም ኣለኹ ሸር